ስመይ ክዕቅበለይ ዝምርጽ ዝቕመጠሉ ዘለኹ ቦታ ግን ኤውሮጳ እዩ ኣነ ካብ ኤርትራ ኣብ 214 እየ ነደይን ሰበይተይን ምስ ሰለስተ ደቅና ገዲፈ ንስደት ወፅየ ከም ኩሉ ሰብ ኢትዮጵያ ሱዳንን ግብፅን ከምኡውን ልብያ ኮሊለ ድማ ድሕሪ ክንደይ ዓመታት ናብዚ ሕጂ ዝነብረሉ ዘለኹ ቦታ በጻሕኩ። ኣብዚ ዓዲ ሽዱሽተ ወርሒ ይኸውን ምጽናሕኩ፣ ግን ሰኑይ ንግሆ ኣዴኻ ሞይታ ዝብል መርድእ መጺኒ። ነደይ ቅድሚ ምማታ ክልተ መዓልቲ ቢሉ ይኸውን ደው ኢለ ረኺበያ ነይረ። ይኹን እምበር ደሓን ከም ዝነበረትን ጽቡቕ ትንቀስቐስ ከም ዝነበረትን እያ ነጊራትኒ ኣብ ኤርትራ ትርከብ በዓልቲ ሓዳር ሓፍተይ እውን መተደይ ሃንደበት ከም ዝኾነ እያ ነጊራትኒ ንኹላትና እውን ሃንደበት እዩ ነይሩ ኣደይ ክልተ ደቃ ኣብ ስደት ኢና ሓደ ብዓል ሓዳር ሓወይ ድማ ኣብ ገድሊ ሓፍተይ ውን ብዓልቲ ሓዳር ስለ ዝኮነት ኣደይ በይና እያ ትቅመጥ ነይራ እቶም ደቀይ ነደይ ስለ ዝፈትዋ ዳርጋ ምሳኣ እዮም ዝነብሩ ነይሮም እንተበልኩ ኣየጋነንኩን በዚ ምክንያት ከኣ ምስ ሰበይተይ ደሓን ዝኮነ ምቅርራብ እዩ ነይርወን ኣነ ናብዚ ኤውሮጳ ካብ ዝኣቱ ኣትሒዛ ግን ሰበይተይ ንደቀይ ናብ ኣደይ ንከይከዱ ከም ዝከልከለቶምን ምስ ኣደይ ውን ስኒት ከም ዘይነበራ እያ ዘረባታት መጺኒ ይኩን እምበር ኣነ ተረጋጊኤ ስለ ዘይነበርኩ ዝኮነ ኣይተዛረብኩን እንታይ እዩ ኣረኺብክን ኢለ ነደይ ከይሓተትክዋ ኸኣ ኣደይ ናብ ዓዲ ኹልና ኸይዳ ድሕሪ ክልተ ዓመት ንሰበይተይን ደቀይን ካብ ኤርትራ ምስ ኣውጻእክዎም ግን ሓደ ክኣምኖ ዘይደለኹ ክኣምኖ እውን ዘይከኣልኩ ግን ከኣ ንየእምሮይ ዘይቕስን ነገር እዩ ክነፍስ ጀሚሩ ንሱ ኸኣ ነዲኻ ሰበይትኻ እየ ቐቲላታ ዝብል ዘረባ እዩ እዚ ዘረባ እዚ ካብ መነቱ ዘይተፈልጠ ሰብ እዩ ሰሊኹ መጺኒ ብውዑዩ ቀታሊት ኣዲኻ ክነገረካ ይሓስብ እኳ እንተነበርኩ ኣድራሽኻ ግን ኣይነበረንን ሕጂ ግን ፍለጥ ነዲኻ ሰበይትኻ'ያ ቀቲላታ፣ ቀዳም ምሸት ሰዓት ትሽዓተን ፈረቓን ኣብ መደቀሲኣ ቀቲላታ ዝብል መልእኽቲ'ዩ መጺእኒ። ብድሕሪ'ዚ ነገራት ስቕ ኢሎም'ዮም ተሓዋዊሶሙኒ። ክርድኣኒ ብዘይክእል ከኣ መንፈሰይ ይርበሽ ነይሩ። ነቲ መልእኽቲ ደጋጊመ ድሕሪ ምርኣይ ድማ፣ ትብሎ ዘለኻ ይርድኣካ ኣሎ ድዩ? ንሓዳረይ ንምብታንሲ ክሳብ መቕተልቲ ናይ ኣደይ እንታይ ኣምጽኦ? ካልእ ኢልካኸ ንሰበይተይ ዘይተጸልማ? ክንደይ ትደፍር ኢኻ? ዝብል መልእኽቲ'የ ሰዲደሉ። ነቲ ዝሰደድክዎ መልእኽቲ ወርሒ ይኸውን ከይረኣዮ ጸኒሑ ተመሊስኒ። ንሓዳርካ ምብታን ኣይኮንኩን፣ ግን ከኣ እቲ ሓቂ ኣብ ውሽጠይ ኮይኑ ስለ ዝቐስቀሰኒ እየ ክነግረካ ተገዲደ። ክትኣምን እንተ ደሊኻ ንሰበይትኻ ኣብ ቅድሜኻ ጌርካ ሕሩይ ዝበሃል ሰብ ትፈልጢ ዲኺ በላ እሞ እንታይ ከም ትብል እንታይ ዓይነት ገጽ ከም ተርእየካ ክትርኢ ኢኻ ብምባል'ዩ መሊስለይ። ብድሕሪዚ መን ኢኻ ንዝብል ሕቶይ ኣይመለሰለይን፣ ብድሕሪኡ እውን ርኺበዮ ኣይፈልጥን። ኣነ ግን ልዕሊ ዓቕን ብጭንቀት እየ ተዋጢረ። ሓቁ ዶ ይኸውን ወይስ ህይወተይ ንምዝራግ ዝተዓጠቐ ሰብ እዩ? ሰበይተይ ከመይ ገይራ ነደይ ትቐትላ? እንታይ ምስ ገበረታ? ንዝብል ሕቶ ደጋጊመ እየ ንነብሰይ ዝሓታ ነይረ። ብድሕሪዚ ሳንጣይ ኣልዒለ ናብ ሰበይተይ እየ ከይደ። ጽቡቕ ተቐቢላትኒ። ደቀይ እውን ናፊቐዮም ጸኒሐ እናሻዕ እናሓቖፍኩ እየ ስዒመዮም። ብኸምዚ ሰሙን ምሉእ ጸኒሕና። ንሰበይተይ እውን ዝኾነ ሕማቕ ነገር ኣይረኣኹላን፣ ከም ቀደማይ እያ ተኽብረንን ትምእዘዘንን ዝነበረት። ድሕሪ ሰሙን ግን ምስ ኣደይ ዘበኣሰን ዝነበረ ነገራት ክትነግረኒ እያ ሓይተያ። ኣብ ገጻ ፍርሕን ራዕድን የንቢበ ብመልሓሳ ግን ከም ዘይተባእሳን ጽቡቕ ከም ዝነበራን እያ ነጊራትኒ ምስ ዘከርኩላ እውን ክትበኪ ጀመረት ብድሕርዚ እቲ ሕቡእ መንነት ዝሃበኒ ሕሩይ ዝብል ስም እየ ከልዕለላ ዝወሰንኩ። ኣብ መንጎ ዕላልና ሃንደበት ሕሩይ ዝበሃል ሰብ ትፈልጢ ዲኺ እየ ዝበልክዋ ንገጻ ብጥብቂ እናተኸታተልኩ። ሰበይተይ ሰንቢዳ ንቕጽ ኢለ እያ ስቕ ዝበለት። ድሕሪ ክንደይ ዕጥይጥይ ከኣ ሕሩይ ዝበሃል ሰብ ኣይኮነን ሕሩይ ዝብል ስም እውን ሰሚዓ ከም ዘይትፈልጥ እያ ዝነገረትኒ። ምስንባዳ ብጣዕሚ እዩ ገሪምኒ። ከምኡ ገይረ ክስምብድ ርእየዮ ኣይፈልጥን። እዚ ዝበለኒ ሰብ ሓቁ ክኸውን ኣለዎ ማለት እዩ ኢለ ብምሕሳብ እውን ንውሽጠይ ኣብ ዓሚቕ ሓሳባትን ንጠርጣሬታትን ሸመምክዎ። ቀጺለ ውን ኣማውት ኣደይ እኮ ከመይ ከም ዝነበረ ዝነገረኒ ሰብ የለን ኣይሓመመትን ኔራ ኢሎምኒ ሓቆም ድዮም ብምባል እየ ደጊመ ገጻ ንምርኣይ ዘረባ ዘለዓልኩ ሓንሳብ ሰሪቓ ድሕሪ ምርኣይ ናብታ ተፍልሓ ዝነበረት ጀበና እናጠመተት ሽዑ እኳ ኣይሓመመትን ኔራ ግን ከኣ ብድሕሪኻ ብዙሕ ጥዕና ኣይነበራን ብምባል እያ መሊሳትለይ ብድሕሪ እዚ ዘረባ ከም ንቕይር ገይራ ከተረሰስዓኒ ፈቲና መዓልቲ ከም ምሕላፋ ሓሊፋ ምሸት ኮይኑ ኣነ ንፋስ ክወስድ ኢለን ደገ ወጽየ ድሕሪ ገለ ሰዓታት ንገዛይ ምልስ እንተበልኩ ግን ሰበይተይ ኣብ ገዛ ኣይጸንሐትንን ካብታ ምሸት እቲኣ ኸኣ ክሳብዛ ሰዓት እዚኣ ደሃይ ሰበይተይ የብለይን። እንሆ ኣርባዕተ ዓመት ምሉእ ኣብ ዝላ ዝብል ሰብ ኣይረኸብኩን። ሰበይተይ ደቃ ገዲፋ ምህዳማ ሓደ መርትዖ እዩ ኮይንኒ። እቲ ሰብ ከም ዝበሎ ቀታሊት ኣደይ ሰበይተይ ክትከውን ትኽእል እያ። ግን ከኣ ስለምንታይ፣ ብኸመይ ዝብል ሕቶ መላስ ኣይረኸቡን። እቲ ሕጂ ምኽሪ ደልየሉ ዘለኹ ነገር እምበኣር፣ ሰበይተይ ከም ዝፈለጥኳ ምስ ፈለጠት ደሃይ የጥፍያ። ኣነ ግን እዚ ምስጢር እዚ ክሳብ ሕጂ ንዝኾነ ሰብ ኣይተዛረብኩን፣ ወላ ውን ንየሕዋተይ። ምኽንያቱ ሓደ እቲ ሓቂ ሚእቲ ካብ ሚእቲ ርግጸኛ ኣይኮንኩን፣ ካልኣይ ከኣ ብዛዕባ ደቀይ ስለ ዘተሓሳሰበኒ። እዚ ምስጢር ብምዕቃበይ ግን ሕጂ ፈተናታት ይውሕዙኒ እዮም ዘለዉ። ደቀይ ኣዴና ናበይ ከይዳ እንታይ ኮይና ደሃይ የጥፍያ ክብሉ ድቃስ ከሊኦምኒ። ስድራ ሰበይተይ ውን ጓልና ኣጥፊእካልና፣ ወላ ቀቲልካያ ትኸውን እዮም ዝብሉኒ ዘለዉ። ነደይ ከም ዝቐተለታ ስለ ዝፈለጥኩ ኣያ ጠፊኣ ከይብሎም ፈሪሐ እዚ ሓቂ እንተ ደኣ ነጊሩ እዮም ምናልባት ሰበይተይ ብህይወት እንተ ዘየላ እውን ነደይ ንሳ እያ ቀቲላታ ኢልካ ስለ ዝሓሰብካ ኢኻ ንጓልና ቀቲልካያ ዝብሉ ጥርጣሬታት እውን ክሓድሮም ይኽእሉ እዮም ነደይ ከም ዝቐተለታ እውን ብዘይካ ናይ ዝመነቱ ዘይተፈልጠ ሰብን ካብ ገዛ ከም ዝጠፍአትን እምበር ካልእ መርትዖ የብለይን ብዓብኡ ኸኣ ስነ ኣእምራውን ስነ ልቦና ደቀይ ከይብከልን ከይሰን ዓብ ስግኣት ኣለኒ እሞ ዓበይትን ንኣሽቶ ኣሕዋተይ ምኹርኩም እስከ ሃቡኒ ከምኡ ውን ካብዚ ዘዕለልኩኹም ዛንታይ ተመርኲስኩም ሰበይትኻ እያ ነዲኻ ቀቲላታ ኢልኩም ዶ ትኣምኑ? ሓውኹም እየ ካብ ኤውሮጳ። ሰላም ከመይ ትኹኑ ክቡራትን ፍትዋትን ቤተሰብ።